ሰላም ከመይ ትጸንሑ ክቡራትን ፍትዋትን ተኸታተልቲ መደብ ሳባውያን ታይምስ ለምውን ከምቲ ልሙድ ነዚ ሰዓት ዝሓርናዮም ሓጸርትን እዋናውን ዝበልናዮም ዜናታት ሒዝናልኩም መጺናልና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ከነብል ሰራዊት ትግራይ ብፍላይ ኣርሚ ሰብዓ ዝሃነፆ ገዚፍ ወተሃደራዊ ዓቕሚ ኣራት ኪሎ ከቢድ ሻቑሎት ኮይኑ ይርከብ። ብፍላይ ኣርሚ ሰብዓ ሎማዓንቲ ዝዘርግሖ ናይ ኮማንዶታት ወተሃደራዊ ስልጠና ኣዘራራቢ ኮይኑ ኣሎ። ብቪድዮ ዝተሓገዘ ሓበሬታ ናባኹም ክነብል ኢና። ዲሞክራሲያዊ ውድብ ዓፋር ቀይሕ ባሕሪ ካብ ዝሓለፈ ቀዳም ጀሚሩ ኣብ ልዕሊ ኤርትራ ስጉምቲ ጀሚረ ዋላ እኳ እንተበለ ናብ ኤርትራ ከም ዝሰገሩ ዝተነገረሎም ኣባላቱ ግን እስካዕ ሕዚ ደሃዮም ከም ዘየለ ተገሊጹ ኣሎ። ሰራዊት ኤርትራ ውሒጥዎም ክኸውን ከም ዝኽእል እንዳተጠቐሰ ይርከብ። ዝርዝር ሓበሬታ ክህልወና እዩ። ብኻሊእ ዜና ድማ ፋኖ ኣብ ክልል ኣምሓራ ሰፋሕቲ ዓወታት እንዳሓፈሰ ቀጺሉ ይርከብ። በዚ ዝተደናገጸ ዝመስል መሪሕነት ቀዳማይ ሚኒስተር ዶክተር ኣብይ ኣሕመድ ፋኖ ምስ ህወሓት ተሰሊፉ ንህዝቢ ኣምሓራ ጠሊሙ ዝብል ሓድሽ ፕሮፓጋንዳ ጀሚሩ ኣሎ። እንታይ በለ? ብሰፊሑ ክትሰምዕዎ ኢኹም። ላይክ፣ ኮሜንት፣ ሼር፣ ሰብስክራይብ ምግባር ኣይትዘንግዑ። ዝርዝር ሓበሬታ ክህልወና እዩ። ብጭካንኡ ሴጣን ይቐንአሉ ዝበሃል ሰራዊት ምክልኻል ኢትዮጵያ ኣብ ክልል ኣምሓራ ኣብ ዘካይዶ ዘሎ መጠነ ሰፊሕ ከቢድ ኩናት ኣባል ፋኖ እያ ኢሉ ዝጠርጠራ ሓንቲ መንእሰይ ብዘስካሕክሕ መልክዑ ቀቲሉ ጡባ ቆሪጹ ምድብራዩ ዝዝከር እዩ። ኣብ ሰውነታ እውን ኣምሓራ ዝብል ውቃጦ ምስ ረኸበላ ንቆርበታ ገፊፉ ምድብራዩ እውን ናይ ቀረባ መዓልትታት ተዘክሮ እዩ። በዚ ዝሓረነ ዝተቆጠዐ ጀግና ሰራዊት ፋኖ ድማ መስደመም ዝተብሃለ ስጉምቲ ኣብ ልዕሊ ሰራዊት ምክልኻል ኢትዮጵያ ወሲዱ ኣሎ። ምድረገነት ኣብ ዝተብሃለ ከባቢ ብዝወሰዶ ሃንደበታዊ መጥቃዕቲ ሓይልታት ኣድማ ብተና እቲ ክልል ሓዊሱ ብርክት ዝበሉ ኣባላት ሰራዊት ምክልኻል ኢትዮጵያ ሓመድ ከም ዝበልዖም ተገሊጹ ኣሎ። ሰራዊት ፋኖ ኣዝዩ ብዝተደራጀወ መልክዑ ዝወሰዶ መጠነ ሰፊሕ መጥቃዕቲ ኣብ ልዕሊ ንዋታዊ ኣካል ሰራዊት ምክልኻል ኢትዮጵያ እውን ተመሳሳሊ ኪሳራ ከም ዘስዕበ ተገሊጹ ኣሎ። ብርክት ዝበሉ ካብ ንእሽተን እስካዕ ከቢድ ዝርከቦም ኣጽዋራት ከም ዝማረኸ ዝገለጸ ሰራዊት ፋኖ ብሓፈሻ ኣብ ልዕሊ ሓፍትና ዝተፈጸመ ግፍዒ ሕነ ፈዲና ክብል ጠቒሱ ኣሎ። ኣብ ቀጻሊ እውን ተመሳሳሊ ስጉምቲ ተጠናኺሩ ክቕጽል እዩ። ሰራዊት ምክልኻል ኢትዮጵያ ኮነ ምሕደራ ብልጽግና ካብ ክልል ኣምሓራ ጸራሪግና ንምውጻእ ዝጀመርናዮ ጥንኩር ስጉምቲ ኣጠናኺርና ክንቀጽል ኢና ክብሉ ጠቒሶም ኣለዉ። በዚ መጥቃዕቲ ዝተሰናበደ ዝተደናገጸ ብልጽግና ብላዕሎት ኣዘዝቲ ሰራዊት ምክልኻል ኢትዮጵያ ኣቢሉ ጉጅለ ፋኖ ምስ ህወሓት ተሰሊፉ ዝብል ክሲ እንዳዓረበ ይርከብ። ህወሓት ታሪካዊ ጸላኢ ኢትዮጵያ እዩ፣ ኣብ ጎኒ ህወሓት ዝስለፍ ድማ ባንዳን ጨካንን እዩ ዝብል ስያመ ክህቡ ዝተረኣዩ እዞም ወረዳታት ዝኾኑ ኣዘዝቲ ሰራዊት ምክልኻል ኢትዮጵያ ፋኖ ካብ ህዝቢ ኣምሓራ ንምንጻል ዝገበርዎ ሰፊሕ ናይ ፕሮፓጋንዳ ወፍሪ ብወገን ኣምሓራ እዝኒ ክረኽቡሉ ኣይኸኣሉን። ጉጅለ ፋኖ ብተቓራኒኡ ህዝቡ ኣዋዲዱ ዝገብሮ ዘሎ ብረታዊ ቃልሲ ኣጠናኺሩ ኣራት ኪሎ ንምቁፅፃር ክልል ኣምሓራ ሓራ ንምውፃእ ዝገብሮ ምንቅስቓስ ብሰፊሑ ቀፂሉሉ ይርከብ። ኣብ ማእኸል ትግራይ ዝርከቡ ኩሎም ኣባላት ሰራዊት ትግራይ ኣብ ሰፊሕ ታዕሊም ወተሃደራዊ ስልጠናታት ከም ዝርከቡ ዝፍለጥ እንትኸውን ኣብ ሱዳን ዝርከብ ኣርሚ ሰብዓ ዝገብሮ ዘሎ ወተሃደራዊ ድልውነት ግን ኣዝዩ መስደመም ኮይኑ ኣሎ። ሎም መዓንቲ ኣዝዩ ጥንኩር ዝተብሃለሉ ወተሃደራዊ ምርኢት ዘርኤ ሓይሊ ኣርሚ ሰብዓ ንኣራት ኪሎ ሻቁለት ንህዝቢ ትግራይ ድማ ተስፋ እንዳተብሃለሉ ይርከብ። ኣብ ከቢድ መከራ ወዲቑ ዝርከብ ህዝቢ ትግራይ ሓራ ንምውፃእ ፍሉይ ወተሃደራዊ ታዕሊምን ስልጠናን ከካይድ ዝፀንሐ ኣርሚ ሰብዓ ብወተሃደራዊ ዓቕሚ ጥራሕ ዘይኮነስ ብኣፅዋር እውን ኣዝዩ ዝተደራጀ ዓቕሚ ከም ዘለዎ ኣመስኪሩሎም። ብፍላይ ሎማዓንቲ ዝተዘርግሐ ምስሊ ከም ዘመላኽቶም ኣዝዮም ዘመናዎት ዝተብሃሉ ኣጽዋራት ዝወነነ ብብቑዓት ሰራዊት ዝተሃነጸ ዓቕሚ ይህነጽ ከም ዘሎ እዩ ዘረጋገጸን።

ዲሞክራሲያዊ ውድብ ቀይሕ ባሕሪ ስርዓት ህግደፍ ካብ ስልጣን ንምእላይ ጀሚረዮ ኣብ ዝበሎ ብረታዊ ቃልሲ ብርክት ዝበሉ ኣባላቱ ኤርትራ ኣትዮም ደሃዮም ከም ዝጠፍኡ ተገሊጹሉ ከቢድ ዝተብሃለ መጥቃዕቲ ኣብ ልዕሊ ስርዓት ህግደፍ ከብጽሕ እየ ክብል ናይ ኢትዮጵያ ባንዴራ እንዳውለብለበ ምንቅስቓስ ዝጀመረ እዚ ሓይሊ እዚ ኤርትራ ድሕሪ ምእታዉ ናበይ ከም ዘበለ እስካዕ ዘይተፈለጠን። ይኹን እምበር ኣብ ኢትዮጵያ ዝርከቡ ሓይልታቱ ኣብ ዝሓፀረ ግዜ ኣስመራ ክንቆፃፀር ኢና ዝዓይነቱ ሓደሽ ፕሮፓጋንዳ ወፍሪ እንዳካየዱ ይርከቡ። በዚ ጥራሕ ኣያብቅዑን። ኣብ ቀይሕ ባሕሪ ኣትዩ ከቢድ ዕንወት ከስዕብ ዝኽእል ሓይሊ ባሕሪ ንምህናፅ ንዳለው ኣለና ክብሉ እውን ክጠቕሱ

ዲሞክራሲያዊ ውድብ ዓፋር ቀይሕ ባሕሪ ባንዴራ ኢትዮጵያ ኣቐዲሙ ናብ ኤርትራ ዋላ እኳ እንተኣቶ ደሃዩ ግን ኣብዚ እቶ ክበሃል ኣይከኣለን። ድምፂ ተኹሲ እንከያስምዐ ብሰራዊት ኤርትራ ከይተበልዐ ከም ዘይተርፍ ተጠቒሱ ኣሎ። ኤርትራ ሉዓላውነታ ውሕስ ንምግባር ወራር ኢትዮጵያ ንምምካት ዘኽእላ ጥንኩር ዝተብሃረ ሰራዊት ከም ዝሃነፀት እንዳተነገረላ ይርከብ። ብፍላይ ድማ ብምፅዋዕ ኣቢሉ ዝኣቱ ዘሎ ኣዝዩ ዘመናዊ ምዃኑ ዝተነገረሉ ኣፅዋር ቅድሚ ሕዚ ጥንኩር ቁመና ንዝነበሮ ሰራዊት ምክልኻል ኤርትራ ተወሳኺ ዓቕሚ ከም ዝኾኑ ተጠቒሱ ኣሎ። ብፍላይ ድማ ኣብ ግንባር ዓሰብ ሰራዊት ኤርትራ ዝሃንፆ ዘሎ ኣዝዩ ጥንኩር ዝተብሃለ ናይ ምክልኻል ዓቕሚ ንብዙሓት እንዳገረመ ይርከብ። ኣዝዮም ብዝተጸንዐ መልክዑ ዝተሃነጹ ድፋዓት ሓዊሱ ነዊሕ ርሕቐት ክውንጨፉ ዝኽእሉ ሚሳኤላትን ሮኬታትን፣ መዳፍዕን ታንክታትን ተተኺሉ ንወራር ኢትዮጵያ ንምምካት ኣብ ዘኽእል ምሉእ ቁመና ጠጠው ከምዝበለ ተገሊጹ ኣሎ።